እዚኣ ንእሽተይ ቪድዮ ንመዘኻኸሪ እንሻላህ እቲ ክብሎ ዝደሊ መጀመርታ ብዛዕባ ዘካት ኣልፍጥር ነቶም ፅጉማት ከነብፅሖ ዝግበኣና ወይ ከዓ ከነውፅኦ ዝግበኣና ብክቡር ነቢይና ሙሓመድ ሰለላሁ ዓለይሂ ወሰለም ዝተኣዘዝናዮ ከነውፅእ ከም ዘለና ቅድሚ ሰላተል ዒድ ምስጋዱ እዚኣ ክላበወኩም ከዘኻኽረኩም ይደሊ። ካብኡ ቀጺለ ከምቲ ንፈልጦ ኩላትና ብምኽንያት እዚ ኮሮና ቫይረስ ኣጋጢሙ ዘሎ ሕማም ኩሉ መሳጊድና ተዓጽዩ ምዃኑ ከምኡ ውን እቲ ልሙድ መዓልታዊ ንገብሮ ዝነበርና ብዙሕ ነገራት ከምዘየለ ንስሕቶ ሓቂ ኣይኮነን። ፍልይ ዘብሎ ናይ ሎሚ ዓመት ከኣ ብዛዕባ ናይ ሰላቱል ዒድ ኮይኑ ሎሚ ዓመት ብምኽንያት ኮሮና ቫይረስ ሰላተል ዒድ ኣብ ደገ ኣይክስገድን እዩ። ከምቲ ብመራሕቲ ሃይሞኖት ዝተዋህበ ሓበሬታ ከኣ ሰላቱል ዒድ ኣብ ገዛኻ ክስገጥ ከምዝከኣል ገሊጾም ኣለዉ ማለት እዩ። ብሕጽር ዝበለ ከኣ እቲ ኣሰጋግዳ ከመይ ይመስል ክንርኢ እንከለና መጀመርታ ከምቱ ልሙድ ሓደ ሰብ ንጎ ምስ ተሰአ እቲ ኩሉ ክግበር ዝግባእ ወይ ከኣ ክንገብሮ ንኽእል ካብ ክቡር ነቢና ሙሓመድ ሰለላሁ ዓለይሂ ወሰለም ዝተሓበረናን ዝተነግረናን ክንገብር ንኽእል እሱ ከኣ ንጎ ተሲኻ ነብስኻ ተሓጺብካ ጽሩይን ጽቡቅ ክዳንካ ተኸዳዲንካ ተጸባቢቅካ ኣብ ገዛኻ ኮንካ ኣብ ደገ ምስጋድ ስለ ዘየለ ኣብ ገዛኻ ኮንካ ንስድራኻ ሒዝካ ወይ ከኣ መሪሕካ ከተሰግድ ከም ትኽእል ማለት እዩ። ኣብ ገዛ ምስጋድ ከመይ ምዃኑ ክንርኢ እንከለና ልክዕ እቲ ኩሉ ግዜ ንገብሮ ወይ ከኣ ኣብ ዒድ ንገብሮ ኣገባብ ኣሰጋግዳ ንሱ ኮይኑ ብጀካ ኹጥባ ኹጥባ ናይ ዒድ ፍልይ ዘብሎ መጀመርታ ሰላት ሰጊድና ብድሕሪኡ ኹጥባ ንገብር ማለት እዩ ክልተ ኹጥባ ኣብዚ ናይ ገዛ ምስጋድ ክበሃል እንከሎ ግን እቲ ሰላቱል ዒድ ከም ልሙድ ኮይኑ ግን ኹጥባ የለን ማለት እዩ ሕራይ ብሕጽር ዝበለ ከመይ ክኸውን ኣለዎ እቲ ኣሰጋግዳ ወይ ከመይ እዩ ዝኸውን ንመዘኻኸሪ

ሰቢሕ እስመ ረቢከል ኣዕላ ክትቀርእ ትኽእል ማለት እዩ። እዚ ብሓደ ሓዲስ ዝተገልጸ እዩ። ኣብ ካልእ እውን ካልእ ተገሊጹ ኣሎ። ስለዚ ሰቢሕ እስመ ረቢከል ኣዕላ ቀሪእካ ከም ልሙድ ትሰግድ ሓፍ ምስ በልካ ኣላሁ ኣክበር ኢልካ ናብታ ካልኣይቲ ረክዓ ብድሕሪኡ ሓሙሽተ ግዜ

ሰላትካ ወዲእካ ሰላም ትብል ኹጥባ የለን ምዃኑ ከምቲ ዝሓበርኩኹም ይኸውን። ተክቢር ናይ ዒድ ካብ ሎሚ ምሸት ካብ ድሕሪ ጸሓይ ምዕራባ ሮሞዳን ምውድኡ ምዃኑ ናይ ሸዋል ወርሒ ምእታዉ እዚ ሓድሽ ወርሒ ማለት እዩ ካብ ሽዑ ተክቢር ክንጅምር ንኽእል ኢና

ከምኡ ውን እቲ ታሕጓስን ደስታን ፍስሃን ከኣ ባዕልና ንባዕልና ኣብ ገዛና ክንገብሮ ንኽእል ማለት እዩ። ስለዚ እዚኣ እያ ሕጽር ዝበለት መልእኽቲ ክብለኩም ይደሊ። ደጊመ ደጋጊመ

ከምኡ ውን እቲ ዝበሃለና ምኽርን ለበዋን ካብ ፎልክ ናይ ጥዕና ፎልክ ሄልሶምንዲሄተን ከኣ ንዕኡ እናተኸተልና ጥዕናና እናሓለና ኼር ዘለዎ ዒድ ረቢ ይግበረልና ኣብ ዝሓጸረ ግዜ ምስ ስድራናን ምስ ንፈትዎምን ከኣ ንራኸብን ንተኣኻኸብን ረቢ ይግበረልና እዚኣ እያ ክብለኩም ዝደሊ